ቁፅሪ ሓደ ንሪኦ ኢንግሊሽ ተናጋሪ። ኢንግሊሽ ተናጋሪ እሞ ሞስት ኦፍ ዘ ታይም ናይ ላንጉጅ ተምሃሮ እዮም መብዛሕትኡ ግዜ መሊኦም እዚ ቋንቋ ኣይናገሩ ወይ ኣይኽእሉ ወይ ከርዕ ዝኾነ ፕሮናውንሴሽን እዮም ኣትኽ ክልብሉኻ እቃ ዚስ ኢዝ ላይክ ኣብዚ ቋንቋ ኮነ ፎከስ ልገብሮ ኣብዚ ማሓንሓን ማል ግዛዕ ኣብዚ ፌስ ምርኣይ ኣብዚ በቃ ግዛዕ ምዛዕ እዮም ፎከስ ልገብሩ መጀመርያ ቆንቋ ክኣል ሓወይ። ሐው መብዛሕትኡ ግዜ ኣእትኽ ክለቡልና ብ ምንታይ ቋንቋ እዩ like ትብል ነገርና። ሀምዝስ like ኔእካዎ ዶ ልኾነ like እቃ እዚ ነገር ታይ ምስ ቋንቋ ምንጋሮም ምንም ዓይነት ችግር የብልናይ just just ንፋን። By the way እዚ ቪድዮ እዚ ትሪእዎ ኣለኹም ሰባት ቋንቋ ምኽኣል ሀምዘየብል ይኾን ታይ ቋንቋ ስለ ልኽኣልና ሀምዚ ግለ። ጀስት ፎር ፋን ምንም ንቀልዲ እዩ ንጨዋታ እዩ ምንም ኣብዚ ሲሪየስ ልውሰድ ተኣምር የለ ሲሪየስ ክትወስዱ ካብኡ መብዛሕትኡ ግዜ እንደገና ካብ ገዞም ሊወፁ ዓይነት ቆልዑ እዮም በቃ ከምዚ ኣብ ገዞም ተዓፅዮም ኣብ ኢንተርኔት ገለገለ ብዙሕ ግዜ ለሕልፉና ፊልም ግዛዕ ብጣዕሚ ልምሰጡ ዓይነት ቆልዑ እዮም እዞም እንግሊሽ ተናጋሩ መብዛሕትኡ ግዜ ማለት እዩ ብቻ እዞም ሰባት እዚኦም ደሓና እዮም ብዙሕ ችግር የብሉ የቸግሩ ቁፅሪ ክልተ ዓረብ ተናጋሩ ዓረብ ርዩ ክልተ ዓይነት ሰባት እኒኦና ቀዳማይ

መንግስተ ሰማያት ይወርስኩም። እዞም ካልኦት ዓይነት ዓረብ ተናገርቲ እንደገና most of the time እዚ ኣልዋን እዚ ኣፍላም ግዛዕ ምዛዕ ልምሰጡ ና ሂንዲ ፊልሚ ና ቱርክ ፊልሚ ምናምን ብዓረብ ተተርጉሙ ገለ ምስ ዓበይቲ ኣሕዋቶም ኾይኖም ገለ ኣብ ምንጻፍ ሃሪሶም ብኸብዶም እግሮም ኣምዚኣ ኣምዚኣ ናገበሩ ንሪኦም ዓይነት ሰባት እዮም። ፎትዮም የኾኒ ኣወዳት እዮም ኣጓላት ሪኤ መብዛሕቲኡ ግዜ ኣጓላት እየን ግን እዞም ኣወዳት ፎትዮም የኾኒ just። ኣብ ኣብ ገዛ ኣጓላት ብቻ ትኾና ተለዋ ዓበይቲ ኣሕዋትኻ ናየን ኢንፍሉዌንስ ኣወዳት ትኾኑ ተለዉ ለለ ናዮም ኢንፍሉዌንስ ይልሓድረካ so ኣጓላት ትኾና ተለዋ ዓበይቲ ኣሕዋቶም ናየን ኢንፍሉዌንስ ይሓድሮሞ በቃ እዞም ሰባት እዚኦም ብጣዕሚ ኦቨር ድራማቲክ እዩ ካብዚ ሂንዲ ፊልሚ ገለ ብዓረብ ገለ ገለ ቱርኪ ገለ ንሪኦ ገለ ገለ በቃ ክሒድካ ገለ ሰብ በቃ ልኾነ በቃ ከምዚ ሳውንድ ትራክ ተወሊዑ ገለ ላይፎም እዮም ቪዥዋላይዝ ዝገብሩ ሳልሳይ ቋንቋ ተናገርቲ እንደገና ኣማርኛ ተናገርቲ ኣማርኛ ተናገርቲ መብዛሕትኡ ግዜ ትርጉም

ናኦል ተግኒሆሞም ኣብ በበይኖም ሰርፕራይዝ ከይትኾኑ ካብዞም ሰባት እዚኦም መብዛሕትኡ ግዜ ሮማንስ ብዙሕ ግዜ ሞኪሮም ሞኪሮም ገለ ምስ ኻልኣ ወይም ገለ ገለ ኣፍቀርቲ እዮም ካብ ልቦም ኣብ ልዕሊኡ ልሪእዎ ናይ ኢንተርኔት ስታፍ እንደገና ነቢል ሀምዚ ገይሩ ፈዊልዋ ገለ ገለ በቃ እዚ ናይ ኢትዮጵያ ቲክቶከርስ ሀምዚ ገይሩ እያ ኣብ ላይቭ ተዋሪዱ ገለ ገለ እና ኣብ ልዕሊኡ ለና ሲግማ ጠቅሲ ብጣዕሚ ልሙድ ችዮም ዓይነት ሰባት እዮም እዚኦም ኦ ልረሳዕናይ ነገር ቴክስት ትጽሕፉ ተለዉ እንታይ እዮም ዝጽሕፉልካ ቴክስት እንዴት ኣደርሽልኝ የኔ ማር ቁርስ በላሽልኝ እንደምን ኣለሽልኝ ን። ሳዚኦም ናደጎም ራዕይ ኮርያ ተናገሩ ተናገርቱ ዶ ተናገሩ ኣሮ ነው ወድለ ኣሎ ይመስለኒ መቸ እዚን ኦብስሊ ናብ ኮርያ ፊልም ብጣዕሚ ልምሰጣና ኮርያ ከይደን ምስ ሓደ በዓል ድርጅት ለለዎ ኮርያዊ ክዳኑ ናብ ስርኡ ከምዚ ለእቲ ኣብ ፍቕሪ ክወድቃ ገለ ልምነይ ዓይነት ሰባትን ናብና ቢቲኤስ ኮንሰርት ክኣትያ መቸም የፍጠሪ ራመን ድዩ ኑድል ኣሮኖ ሓዲኡ ከልዓ ምናምን ናዮም ባህል ድዮ ኮነ ኣይፈልጦይ ብቻ ከልዓ ገለገለ ኣብ ኤቭሪዴይ ላይፍን ምናምን ከምዚ ዓይነት እዚን ሓንቲ ቃል ይሕዛልኩም ሳራን ከይዳ ግዛዕ ትባል ቃል ኒያ ብቻ ፀሚምካ ኢኻ ብቻ ጓል ዓርክኻ ወይ ሓፍትኻ ግዛዕ ኮርያ ትርኢ ተሃልያትካ ቋዕ ደሰልካ ሂወትካ ተበላሹ ደሉዥናል ለኢን መብዛሕትኡ ግዜ ደሉዥናል ለግልፅን ማለት ከምዚ ኢና ኮርያ ወዲስ መፅ ኢሉ ምርዓይን ገለ ኢሉ መስለን ቤዚክሊ ዕድመን ይሓልፈና ኮርያ ወዲ ክፅበያ ሓደ ዕድመን ምስ ሓለፈን ሹገር ኮንካ ወጣት ምስዳድ እዩ

ካብ ሞተር ነጢሮም ንኡ ካብ መኪና ብሞሽኮት ስሒቦም ኣውጺኦም ናብ መሬት ከም ባስኬትቦል ኣስጊዶም ገለ ኣብ ማእከል ዝናብ መጹ ገለ ገለ ምስ ክራሾም ብስሎሞሽን ሃለውለው ናበሉ ገለ ገለ ብቻ እዞም ሰባት እዚኦም ብዙሕ ሕማቅ ይኹን ሓሪፋት እዮም ግን እንትን እዮም በቃ ኦቨር ድራማቲክ ግን እዮም ኦብቪስሊ ኣብ ዳዕዋ እዮም ግን መብዛሕትኡ ግዜ እና ፍቅሪ እዩ ብቻ ወንድሜ ምሳይ ፋክም ጋር ይዋጻካ እዩ ህይወትካ ከበላሽው ነገራት እዮም። ኣረ እዞም ዝንቢ እዚኦም እንታይ ኢና ንገሮም ወይለ ናተገደጅኻ ገለ ተግንዮም እዃ ነሂ። ፕሪማች ፈዲና ኒና ናይ ሻርሻይ ፍትቦልኛ ቋንቋ ተናገርቲ እዮም እግሪ ኩዕሾኛ ዶ ንሎም ኣሮ ነው ዞም ሰዓት እዚኦም ካብ ናይ ማዘር ላንጉጆም ወፃኢ ካሊእ ቋንቋ ኣይናገሩ ሃዌቨር ናብ ናይ ዩናይትድ ኣርሴናል ሊቨርፑል ጨዋታ ትመጽእ ተሎ ግን ናብ ኮሜንታተር ዘረባ ካብ መጀመርያ ስካዕ መጨረሻ እዮም ዝሰምዑ ካብዚ ሆል ቴስዓ ደቂቃ ጨዋታ ታይ ሒዞም ወጺኦም ተይልኩምኒ ኦፍሳይድ ኮርነር ፍሪኪክ ፔናልቲ ታክል ቫር ኣንግል ደንቀራ ዘይኖም ሒዞም ለውጹ ካብ ቴስዓ ደቂቃ ሙሉእ ማለት እዩ እዞም ሰባት እዚኦም ፒስፉል እዮም ሞስት ኦፍ ዘ ታይም ምንም ነገር እይደልዩ ናልፎትዮ ክለብ ጀርዚኦም ተከዲኖም ኣዳ ድራፍቶም ከፊሎም ድራፍቶም ናጨበሱ ዲኤስቲቪ ጨዋታ ከፊልካ ምርኣይ ጥራሕ እዮም ዝደልዩ። ኤኒወይስ ደቂ ዓበይቲ ናይ ሎምዓንቲ ናይ ላንጉጅ ሪቪውና ኣብዚ ወዲና ኢና ተረስዑ ክልዮም ኦብስሊ ኮሜንት ዝፃሓፍዎም ኢኹም ተረስዑ ተሃልዮም ወይ ረሳዕናዮ ነገር ተሃልዩ ናይ ኮንተንት ሲሪየስሊ ኣይትውሰዱ ኢለኩም እየ ሲሪየስሊ ወሲድኩም ድሕሪ ተሓርቶምኩም ኣነ ምንገረኩም ይኽእል እዩ ንኢንተርቴንመንት ንፋን ኢለ ዝሰራሕዎ ኮንተንት ሲሪየስ ወሲድካ እንዳሓር ወዲ ሰይቲ እንታይ ኢላ ላንጉጅ ስለለቃውኳም ኢለ ከምዚ ኢለኒ ግን እንዳሕተልቶም ከዓ ደቂ ዓበይቲ ላይክ ምጋር ቪድዮ ወድዎ ኢኹም መሰለኩም ነገር እንደገና ኮሜንት ፀሓፍሉ ኢኹም ቀፃሊ ባሕሪ ቪድዮ እስካዕ ንጋነ Bye. Have a beautiful time.